ዝዓበየት ሮኬት ምቅጻላ ዝምልከትን ኤርትራውያን ሰብ ሃብቲ ኣብ ዩጋንዳ ዝተገብረሎም ኣኼባ ዝምልከትን ከምኡውን ኣብ ክልተ ሽሕን ዕስራን ሓሙሽተን ግሎባል ፒስ ኢንዴክስ ኤርትራ ኣብ ክንደይ ተሰሪዓ ዝብል ክንርኢ ኢና። ብጀካ እዚ ካብ ኣሜሪካ ዝተላእኩ ኣጽዋር ዝምልከትን ከምኡውን መከላኸሊ ኤች ኣይ ቪ ንክሽየጡ ኣሜሪካ ፍቓድ ሂባ ዝብሉን ካልእ ሕጽር ሕጽር ዝበሉ ሓበሬታታት ክንርኢ ኢና። ክሳብ መወዳእታ ምሳይ ጽንሑ ከምቲ ልሙድ ላይክ ጌርኩም ጀምርዋ ላይክ ኣይትረስዑ። Let's go! እዚ ጋስ ናይ መጀመር ሓበሬታ ናይ ዩጋንዳ ኢንቨስትመንት ቤት ጽሕፈት ኤርትራውያን ኣውፈርቲ ጸዊዑ ኣዘራሪቡ ዝብል ሓበሬታ እዩ። ናይቲ ቤት ጽሕፈት ሓላፊት ኮረኔል ኤዲ ናካሊማ ከም ዝሓበረቶ፣ ኤርትራውያን ኣውፈርቲ ኣብዚ እዋን'ዚ ዝገብርዎ ዘለዉ ኢንቨስትመንት ዝድነቕ ብምዃኑ ኣብ ዩጋንዳ ዓቢ እጃም ይጻወቱ ኣለዉ ክትብል ገሊጻ ኣላ። እታ ሓላፊት ወሲኻ ኤርትራውያን ኣውፈርቲ ናይ ቤት ጽሕፈት ኣገልግሎት ንኽጥቀሙ'ውን ጸዊዓ ኣላ። እቲ ቤት ጽሕፈት ናይቶም ኣውፈርቲ ሓበሬታታት ክቕበልን ክምርምርን ከረጋግጽን ከም ዝኽእል ኣረጋጊጻ ኣላ። ብተወሳኺ ኣገልግሎት ብኦንላይን ክህቡ ከም ዝኽእሉ ብምሕባር፣ ካብዚ ንደሓር ኣገልግሎትና ኣብ ዝኾነ ሰዓት ክረኽቡ ከም ዝኽእሉ እታ ኮሎኔል ገሊጻ ኣላ። ኣብዚ ኣኼባ ንኤርትራውያን ሰብ ሃብቲ ወኪሉ ዝተረኽበ ናይ እዝራ ግሩፕ ዋና ስራሕ ኣካያዲ ኣቶ እዝራ ገብረንጉስ ብወገኑ፣ ኣብ ዩጋንዳ ራኢ ዘለዎም መራሕቲ ብምህላዎም፣ ማሕበራውን ኢኮኖሚያውን ዕቤት ከምጽኡ ከም ዝኸኣሉ ገሊጹ'ሎ። ቀጺሉ ካልኦት ኣብ ዩጋንዳ ንኸውፍሩ'ውን ከም ዘበረታትዕ ወሲኹ ገሊጹ'ሎ። ኣብ ካልእ ሓበሬታ ብመዐቀኒ ግሎባል ፒስ ኢንዴክስ ናይ ክልተ ሽሕን ዕስራን ሓሙሽተን ሰላም ዝኾና ሃገራት ዝርዝር ተዘርጊሑ ኣሎ። ኣብዚ ኸኣ ንኤርትራ ኣብ መበል ክንደይ ትርከብ ዝብል ክንርኢ ኢና። ስለዚ እዚ ናይ ክልተ ሽሕን ዕስራን ሓሙሽተን ግሎባል ፒስ ኢንዴክስ ኣብ ሽዱሽተ ክፋላት እዩ መቓቒልወን ዘሎ። ዝለዓለ ሰላም ዘለወን፣ Very High፣ ዝብል ወይ ከኣ ግሪን፣ ሙሉእ ግሪን፣ ሕብሪ ጌርለን ኣሎ። ሃይ ዝብል ድሕሪኤን ተሰሪዔን ኣለዋ። ሜድዮም ዝብል ማእከላይ ሰላም ዘለወን ማለት እዩ ብጫ ሕብሪ ጌርለን ኣሎ። ሎው ዝብል ከኣ ኦሬንጅ ሕብሪ ድሕሪኡ ቬሪ ሎው ዝብል ከኣ ቀይሕ ኖት ኢንክሉድድ መወዳእታ ወይ ከኣ ኣብዚ ተርታ ዘይኣተዋ ሃገራት ውን ኣለዋ ማለት እዩ። ስለዚ ናይ ክልተ ሽሕን ዕስራን ሓሙሽተን ዝለዓለ ሰላም ዘለዋ ቁጽሪ ሓደ ሃገር ኣይስላንድ እዩ ኣቐሚጥዋ ዘሎ። ቁጽሪ ክልተ ኣየርላንድ፣ ድሕሪኡ ኒውዚላንድ፣ ኣውስትርያ፣ ስዊዘርላንድ፣ ሲንጋፖር፣ ፖርቱጋል፣ ዴኒማርክ፣ ስሎቫንያ፣ ፊንላንድ፣ ክሮሽያ ድሕሪኡ እውን ጃፓን እዘን እተን ዓሰርተ ክልተ ሃይ ተባሂለን ወይ ከዓ ዝለዓለ ሰላም ዘለወን ተባህላ ሃገራት እየን ማለት እዩ ዓሰርተ ክልተ ሃገራት ድሕሪኡ እውን ከም ትሪኦ ዘለኹም ዝበዝሐ ግሪን ኣቐሚጥለን ዘሎ ሃገራት ኤሮጳ ኣለዋ ሃገራት ኣፍሪቃ ካኒ ብጫ ሕብሪ ከምኡ እውን ቀይሕ ሕብሪ ገለ ሃገራት እውን ምስ ግሪን ዘለወን ወይ ከዓ ምስቲ ሃይ ሰላም ዘለወን ዝተሰርዓውን ኣለዋ ዝበዝሓ ከኣኒ ብጫ ኣለዋ ማለት እዩ ኣብዚ ኤርትራ ኣብዚ መስርዕ እዚ ካብተን ኦሬንጅ ሕብሪ ዝተቐመጠለን ሃገራት ኮይና ኣላ መበል ሚእትን ሰላሳን ክልተን ተሰሪዓ ኣላ ድሕሪኡ ከኣኒ ብሩንዲ ቻድ ሜክሲኮ ሊባኖን ካሜሮን ዝኣመሰላ ሃገራት እውን ድሕሪኣ ተሰሪዐን ኣለዋ ኢትዮጵያ መበል ሚእትን ሰላሳን ሸሞንተን ተቐሚጣ ኣላ ወይ ምስተን ኦሬንጅ ዘለወን ሕብሪ ኮይና ኣላ ማለት እዩ እተን ዝተሓተ ሰላም ዘለወን ዝተባህላ ሃገራት ከኣኒ መበል ሚእትን ሱሳን ሰለስተን ሩስያ ኮይና ኣላ፣ ድሕሪኡ ወይ ከኣ ቅድሚኣ ደላ ዩክሬን ኮይና ኣላ፣ ከምኡውን ሱዳን። እዚኤን እተን ሰለስተ ኣብ ዝተሓታ ዝተቐመጣ ወይ ከኣ እተን ቀይሕ ሕብሪ ዝተገብረለን ሃገራት እየን ማለት እዩ። ናብ ካልእ ሓበሬታ ትማሊ ኣብ ሕቡራት መንግስታት ኣሜሪካ ዘጋጠመ ምፍንጃር ዝምልከት ኢና ክንርኢ። እታ ዝዓበየት ስፔስ ኤክስ ሮኬት ዓለምና ኣብ እዋን ፈተነ እንኮላ ተፈንጂራ ኣላ። እታ ብቢልዮነር ኤለን ማስክ እትስራሕ ስፔስ ኤክስ ኣብ ዓለምና ዝዓበየት ሮኬት ናብ ጠፈር ንኽትከይድ ኣብ እትዳለወሉ ዝነበረት እዋን'ያ ተፈንጂራ ዘላ። እዛ ቅድሚ ትማሊ ኣብ ደቡባዊ ቴክሳስ ኣብ ዝርከብ ቦታ ሮኬት ኣብ መሬት እንከላ ዝተፈንጀረት ሮኬት ስታርሺብ ሰላሳን ሽዱሽተን ኣብ ዓለምና እታ ዝዓበየት ምዃና ስካይ ኒውስ ሓቢሩ ኣሎ። ጠቕላላ ቁመታ ኣስታት ኣርባዓ ደርቢ ናይ ሚእትን ዕስራን ሜትሮ ምዃና እዩ ተሓቢሩ ዘሎ። ንምስራሓ ሓያሎ ኣዋርሕ ዝወሰደት ከምኡ'ውን ቴስዓ ሚልዮን ዶላር ወጻኢታት ዝተገብረላ እዛ ስታርሺብ ሰላሳን ሽዱሽተን ዝተባህለት ትማሊ ኣብ እዋን ፈተና እንኮላ እያ እዚ ኣጋጢሙ ዘሎ ማለት እዩ። በዚ ሓደጋ ግን ዝኾነ ይኹን ሰብኣዊ ሓደጋ ኣየጋጠመን ዘሎ። ናብ ቀላሕ ብሪት ኣብ ሞንጎ እስራኤልን ኢራንን ዝካየን ዘሎ መጥቃዕቲ ሻሙናይ መዓልቱ እውን ቀፂሉ ኣሎ። ሓደ ወተሃደራዊ በዓል ስልጣን እስራኤል፣ ኢራን ብዓሰርተታት ዝቑፀሩ ሚሳይላት ናብ ኢራን ከም ዝወንጨፈት ገሊፁ ኣሎ። እቶም ሚሳይላት ኣብ ደቡባዊ እስራኤል ቤርሸባ ኣብ ዝርከብ ሆስፒታል ሶሮካ ሓዊሱ ንሓያሎ ሲቪላውያን ከባቢታት ከም ዝሃረሙ እውን ተሓቢሩ ኣሎ። እዚ ከምዚ ኢሉ እንከሎ እስራኤል ኣብ ኢራን ንዝርከቡ ወተሃደራውያን ዕላማታት መጥቃዕቲ ምክያዳ እውን ቀፂላ ኣላ። ሓያሎ ምክልኻል እስራኤል፣ ትማሊ ኣብ ቴህራን ልዕሊ ዕስራ ወተሃደራዊ ዕላማታት ከም ዝሃረሙ'ውን ተገሊጹ ኣሎ። ማዕከናት ዜና ኢራን፣ እስራኤል ኣብ ጥቓ'ቲ ኣብ ሆንዳ ብዝርከብ ምርምር ኒዩክለሳዊ መምርሒ ሄቪ ዋተር ዝርከብ ከባቢን ከም ዝወቐዐት፣ እዚ ድማ ኣካል መደባት ኒዩክለር ኢራን ምዃኑ'ዩ ተገሊጹ ዘሎ። እዚ ፍጻመ'ዚ ድሕሪ'ቲ ፕረዚደንት ዶናልድ ትራምፕ ንውጥን መጥቃዕቲ ኢራን ዘጽደቐሉ እዋን'ዩ እዚ ኣጋጢሙ ዘሎ። ድሕሪ'ዚ ናታንያሁን ድሕሪ'ቲ ኣብ ሆስፒታል ዝሰዓበ መጥቃዕቲ ኣብ ኤክስ ኣብ ዝጸሓፎ ጽሑፍ፣ ሎሚ ንግሆ ግብረ ሽበራዊ መለኽቲ ኢራን ኣብ ቤርሼባ ብዝርከብ ሆስፒታል ሶሮካን ኣብ ማእከል እታ ሃገር ናብ ዝርከብ ሰላማዊ ህዝቢ ሚሳይል ወንጪፎም ኣለዉ ድሕሪ ምባል፣ ካብቶም ኣብ ቴህራን ዘለዉ መለኽቲ ሙሉእ ዋጋ ክንሓትት ኢና ክብል እውን ተሰሚዑ ኣሎ። ምክትል ሚኒስትሪ ጉዳያት ወጻኢ እስራኤል ብወገኑ፣ ነቲ ኢራን ኣብ ልዕሊ ሆስፒታል ሶሮካ ዝተኻየደ መጥቃዕቲ ደይ ምደይ ኢልካ ዝተገብረ ገበናውን ክብል ገሊጽዎ ኣሎ። ሻረን ሃስከል ኣብ ኤክስ ዝጸሓፎ ጽሑፍ፣ እቲ ዝተሃርመ ቦታ ወተሃደራዊ መዓስከር ዘይኮነ ሆስፒታል ምዃኑ ብምግላጽ፣ እዚ ቀንዲ ማእከል ሕክምና ንመላእ ዞባ ነገቭ እስራኤል ምዃኑ'ዩ ተዛሪቡ ዘሎ። ምስ ዝተሓዝ ዶናልድ ትራምፕ ኣብ ዝቕጽሉ ክልተ ሰሙን፣ ኣሜሪካ ኣብቲ ኣብ መንጎ ኢራንን እስራኤልን ዝካየድ ግጭት ብቐጥታ ክትሳተፍ ድያ ኣይትሳተፍን ክውስን ምዃኑ ዋይት ሃውስ ከም ዘፍለጠ ተገሊጹ'ሎ። ብጀካ'ዚ ትማሊ ካብ ዝነበሩ ምስ ዝተሓሓዙ፣ ኣሜሪካ ብ ዓባይ ነፋሪት ኣንቶኖቭ ናብ እስራኤል ብዙሕ ጽዕነት ኣጽዋር ከም ዝሰደደት ዘርኢ ቪድዮ'ዩ።

ብቃል ሓበሬታ ብ ምኽንያት ዕስራ ሰነ መዓልቲ ሰማእታት ኣባላት ስታፍ ሚኒስትሪ ጉዳያት ወፃኢ ስነ ስርዓት ዝኽሪ ኣካይዶም ዝብል እዩ። እዚ ትማሊ ዓሰርተ ትሽዓተ ሰነ ክልተ ሽሕን ዕስራን ሓሙሽተን ኣብ ቀፅሪ ሚኒስትሪ ጉዳያት ወፃኢ ዝተኻየደ ስነ ስርዓት ዝኽሪ ሰማእታት ኤርትራ ሚኒስትሪ ጉዳያት ወፃኢ ኣቶ ዑስማን ሳልሕ ተረኺቡ ቃል ኣስሚዑ ኣሎ። ብጀካ እዚ ብምኽንያት ዕስራ ሰነ መዓልቲ ሰማእታት መራሕቲ ሃይማኖትን ኣብያተ ክርስትናን ኤርትራ ኦርቶዶክስ ተዋህዶ፣ ካቶሊካዊት ቤተክርስትያን ከምኡውን ሊተራዊት ቤተክርስትያን ስነ ስርዓት ጸሎት ወፍትሓት ኣብ ቤተ ክርስትያን ቅዱስ ሚካኤል ጸጸራት ኣካይዶም ኣለዉ። ናብ ቀላሕ ብሪታ ናይ ኤች ኣይቪ መከላኸሊ መድሃኒት ተፈቒዱ ዝብል እዩ። ኣሜሪካ ኣብ ሽዱሽተ ወርሒ ሓደ ግዜ ዝውሰድ መከላኸሊ ኤች ኣይቪ መድሃኒት ምጥቃም ኣጽዲቓ ኣላ። እዚ ሌናካፓቪር ዝተባህለ ንኤች ኣይቪ ዝከላኸል መድሃኒት ብናይ ኣሜሪካ ምምሕዳር መግብን መድሃኒትን ፍቓድ ረኺቡ ኣሎ። እቲ ብደረጃ ፈተነ ኤች ኣይቪ ንምክልኻል ቴስዓን ትሽዓተን ሚኢታዊት ውጽኢታዊ ምዃኑ ዝተነግረሉ መድሃኒት ብመልክዕ መርፍእ ዝወሃብ እዩ። ቅድሚ ሕጂ ጸረ ኤችኣይቪ መድሃኒታት መዓልታዊ ዝውሰዱን ኣብ ነፍሲ ወከፍ ክልተ ወርሒ ዝውግኡን እዮም ነይሮም፣ እዚ ግን ንሽድሸውርሒ ዝውሰድ ብምዃኑ እዩ ፍልይ ዘብሎ ማለት እዩ። እዚ ኣብ እዋን መጽናዕቲ ኣፍሪቃውያን ሓዊሱ ካብ ዝተፈላለዩ ሃገራት ዝመጹ ዜጋታት ከሳትፍ ከም ዝኸኣለ ዝተገልጸ መድሃኒት ኣብቲ ዓውዲ ዓቢ ውጽኢት ከም ዘመዝገበ እዩ ተነጊሩ ዘሎ። ይኹን'ምበር ወላ'ኳ ኣድማዒ እንተኾነ፣ ዋግኡ ግን ስክፍታታት ከም ዘለዎም እዮም ዝገልጹ ዘለዉ ወይ ክቡር ክኾን ከም ዝኽእል እዮም ዝግምቱ ዘለዉ። እዚ መድሃኒት PrEP ዝተብሃለ ኮይኑ በቲ ቫይረስ ዝተለኽፉ ሰባት ዘይፍውስ ኮይኑ ንዘይተለኽፉ ሰባት ግን ካብቲ ቫይረስ ንኸይልከፉ ዝከላኸል ምዃኑ እዩ ተገሊጹ ዘሎ። ቆልዓ እዚ ዝሞተ እቲ ዋና ገዛ ኣውያት ምስ ገበረ ሌባ ሌባ ምስ በለ ሕዋቱ ክረድእ ክብእዩ ተቐቲሉ ኮነ ኢሎም እዮም ቀቲሎሞ። ኤርትራዊ ዝቕተል ዘሎ ሞባይል ንኽሰርቁ ገዛ ንኽሰርቁ ዝመጹ ሰባት ንኤርትራዊ ይቀትልዎ ኣለዉ እዚ ቆልዓ እዚ ሓዉ ኣውያት ምስ ገበረ ሓዉ ክረዲ ክብል እዩ ተቀቲሉ ኮነለ ምዕራፍ ልቡ ሃሪሞሞ ቀቲሎሞ እንታይ ደልዮም ክሰርቁ ቀቲሎሞ ኣበይ ኣዘም ቀቲሎሞ ኣብ ኣለምዋጭ ኣብ ምንታይ ኣብ ዞንዲ ኣበይ ኣብ ገዝኡ ሰረቕቲ እዮም ቀቲሎሞ ሰረቕቲ መን ደቂ ዓዲ ዕጡቋት ካበይ መፅኦም እንድዒ በጃኹም ኣብ ዘለና ርእሲ ወጽዓ ብዘይከውን ምስዞም ዘይረድኡና ንኽንመውት ዘይከላኸሉልና ብስመትና ዘይረድኡና ተጠንቂቕና ንኽድ ደቂ ዓዲ ኣይኮናን መሬትና እውን ኣይኮነን።